ኣብ ወላይታ ተፈጢሩ ምስ ዝነበረ ተቃውሞ ተዛሚዱ ተኣስሮ ኣመራርሓ ቧሕስ ክፍትሑ ተወሲኑ ኬንያዊ ጋዜጠኛን ሓሙሽተ ሓለውቲ ጃዋር መሓመድን ኣብ ቤት ማእሰርቲ ብኮሮና ቫይረስ ተለኺፎም ዜናታት ብዝርዝር ኣብ ኢትዮጵያ ክልተ ግዜ ካብ ማእኸል ሕክምና ኮቪድ-19 ዝጠፍኡ እሱራት ፖሊስ ድለዩ ከም ዘለዉ ተሓቢሩ እዞም እሱራት ካብ ምብራቕ ሸዋ ወረዳ ቦረ ኮይኖም ብኮሮና ቫይረስ ከም ዝተለኸፉ ምስ ተረጋገጸ ኣብ ቡራዩ ናብ ዝርከብ ማእኸል ሕክምና ኮቪድ-19 ምስ ተወሰዱ ክልተ ግዜ ከም ዘምለጡን ፖሊስ ደልዮም ከም ዘሎን እውን ተገሊጹ። ሻሎ ፊታላን ኢሳቾ ኣበበን ዝተባሃሉ ክልተ መናእሰያትን ካልኦት ሰለስተ እሱራትን ኣብ ዞባ ምብራቕ ሸዋ ወረዳ ቦረ ኣብ ዝርከብ ቤት ማእሰርቲ እንከለዉ እዮም በቲ ቫይረስ ተለኺፎም። ሕክምናዊ ክትትል ንክግበረሎም ድማ ናብ ከተማ ቡራዩ ከም ዝተወሰዱ ፖሊስ ተወረዳ ተዛሪቡ። ይኹን እምበር እቶም ሽሞም ተጠቐሰ ክልተ መናእሰይ ናብ ቡራዩ ምስ ተወስዱ ድሕሪ ዝተወሰነ መዓልታት ካብቲ ሕክምና ሃዲሞም ጠፊኦም ኢሉ። እቶም መናእሰይ ናብቲ መወሸቢ ማእኸል ክምለሱ ምስ ተገብረ ድሕሪ ኣርባዕተ መዓልቲ ንኻልኣይ ግዜ ካብቲ ማእኸል ከም ዘምለጡ ፖሊስ ተዛሪቡ። ምክትል ሓላፊት ቤት ፅሕፈት ወረዳ ቡራዩ ወይዘሮ ፍፁም ወርቅነህ ጉዳይ እዞም ብኮሮና ቫይረስ ተለኺፎም ካብ ፈሊኻ መፅንሒ ዝሃደሙ መናእሰይ ከቢድ ስግኣት ፈጢሩልና ኣሎ ኢላ። ክልል ኦሮሚያ ካብቶም መዓልታዊ ልዑል መጠን መልከፍቲ ዝረኣየሎም ዘሎ ከባብታት እታ ሃገር ኮይኑ፣ ብሓፈሻ ኣብ ኢትዮጵያ ኣርባዕተ ሚእትን ስሳን ሰለስተን ሰባት ብምኽንያት እቲ ቫይረስ ክሞቱ እንከለዉ፣ ካልኦት ሚእቲ ሰብዓን ሸሞንተን ሰባት ኣብ ጽኑዕ ክፍሊ ሕክምና ይርከቡ። ኣብ ኢትዮጵያ ዞባ ወላይታ ተፈጢሩ ምስ ዝነበረ ተቓውሞ ተዛሚዱ ዝተኣስሩ ኣመራርሓ ብዋሕስ ክፍትሑ ተወሲኑ። እቶም ኣብ ትሕቲ ቀይዲ ውዒሎም ዝነበሩ ኣመራርሓት ዞባ በዝሖም ዕስራ ከም ዝኾኑ ሴክረታርያት ቤት ምክሪ ዞባ ወላይታ ኣቶ ኣምሳሉ ሰሜ ገሊጹ። ካብቶም ዝተኣስሩ ሰባት እቶም ክልተ ብዋሕስ ክወፁ ዝተወሰነ እንትኾን እቶም ዝተረፉ ዕስራ ድማ ብብር ሚእቲ ሽሕ ዋሕስ ክወፁ ቤት ፍርዲ ወሲኑ። ምስ ሕቶ ክልል ምዃን ዞባ ወላይታ ተኣሳሲሩ እቶም ኣመራርሓ ምስ ተኣስሩ እቲ ናዕቢ ከም ዝተላዕለ ኮሚሽን ሰብኣዊ መሰላት ምግላጹ ዝዝከር እዩ። ዛጊድ፣ ብሰንኪ እቲ ተቓውሞ ዓሰርተ ሽዱሽተ ሰባት ዝተቐትሉ ኮይኖም፣ እቲ ኮሚሽን ሓይልታት ጸጥታ መንግስቲ ዘይመጣጠን ሓይሊ ምጥቃሙ ምፍላጡ ይዝከር እዩ። ኬንያዊ ጋዜጠኛን ሓሙሽተ ሓለውቲ ጃዋር መሓመድን ኣብ ቤት ማእሰርቲ ብኮሮናቫይረስ ተለኺፎም። ኬንያዊ ጋዜጠኛ ሓዊሱ ኣብ ናይ ጃዋር መሓመድ ናይ ክሲ መዝገብ ተጠርጢሮም ዝተኸሰሱ ሓሙሽተ ሓለውቱ ብኮሮናቫይረስ ከምዝተትሓዙ ዓቃቢ ሕጊ ምዝራቡ ጠበቕኦም ዶክተር ቶኮማ ዳባ ገሊጹ። ብተወሳኺ ኬንያዊ ጋዜጠኛ ያሲን ጁማ ንበይኑ ተወሺቡ ከም ዘሎ ሓደ ካብቶም ኣርባዕተ ጠበቓ እቶም እሱራት ኣይተ ከድር ንመጋባእያ ከም ዘረደኣ ተዛሪቡ። ዶክተር ቶኮማ፣ ትማሊ ኣብ ልዕሊ በዓል ጃዋር ናይ ቤት ፍርዲ ቆጸሮ ከም ዘሎ ሰምዐ፣ ሃንደበት ንግሆ ኣስታት ሰዓት ሓሙሽተ ከም ዝኾነ እውን ሓቢሩ። ኣብ ናይ በዓል ጃዋር መዝገብ ካብ ዝተኸሰሱ ዓሰርተ ኣርባዕተ ሰባት፣ ትሽዓተ ሰባት ጥራሕ ከም ዝቐረቡን ዝተረፉ ጌቱ ተረፈ፣ በሽር ሑሴን፣ ሰቡቓ ኣልቆባ፣ ኬኒን ዳዊት ሆርዶፋን ከም ዘይቀረቡ ተዛሪቦም። ንምንታይ ከም ዘይቀረቡ ዝተሓተተ ፖሊስ፣ ብኮቪድ ዓሰርተ ትሽዓተ ከም ዝተትሓዙን ተፈልዮም ንበይኖም ከም ዝተዓጸዉን ተዘሪቡ። በዚ ምኽንያት ድማ፣ ዓቃቢ ሕጊ እቶም ሓሙሽተ ጥርጡራት ኣብ ዘይቀረብሉ ምስክር ከስምዕ ከም ዘይኽእል ሓቢሩ ተወሳኺ ቆጸሮ ክፍቀደሉ ሓቲቱ። ናይቶም ተኸሰስቲ ጠበቓታት፣ ብፍላይ ሓለውቲ ጃዋር ዝነበሩ ምስ ኣባላት ስድርኦም ከይተራኸቡ ልዕሊ ሓደ ወርሒ ከም ዝኾኖምን ክዳኖም ከም ዘይቀየሩን፣ በቲ ሕማም ተተሓዙ ድማ በተሓሕዛ ጉድለት ከም ዝኾነ መርኣያ እዩ ዝብል ንቤት ፍርዲ ኣረዲኦም። በተወሳኺ እቶም ሰባት በቲ ሕማም ከም ዝተትሓዙ ካብ ዓቃቢ ሕጊ ወፃኢ ካልእ ዝኾነ መረዳእታ ከም ዘይቐረበ ሓቢሮም ምምጓቶም ዶክተር ቶኮማ ገሊፁ። ካልኦት ድማ ተመርሚሮም ውፅኢቶም ክፍለጥን መስቀላዊ ሕቶ ክሓቱ ክፍቀደሎምን ከም ዝሓተቱ እውን ተዛሪቡ። ቤት ፍርዲ ብኮቪድ ዓሰርተ ትሽዓተ ተታሒዞም ብዛዕባ ዝተባህሉ መረዳእታ ክቐርብ፣ ከመይ ከም ዝተትሓዙ'ውን ቀሪቡ ከረድእን ካልኦት ድማ ተመርሚሮም ውጽኢቶም ክቐርብ ብዝብል ቤት ፍርዲ ተለዋጢ ቆጸሮ ሂቡ ኣሎ። ጋዜጠኛ ያሲን ጁማ፣ ነሓሰ ዓሰርተ ክልተ ክልተ ሽሕን ዒስራን ቆጸራ ከም ዝተውሃቦ ካብ ጠበቕኡ ምፍላጥ ተኻኢሉ ኣሎ። ክቡራትን ክቡራንን ነዚ ዕለት ተዳለዉ ዜናታት እዚኦም ይመስሉ ነይሮም። ምስ ተረፉ መደባት ሓርነት ቲቪ ሰናይ ጻንሒት።